ሰለስተ ዓመት ኣብ ፍቅሪ ምስ ጸናሕና ድሕሪ ሰለስተ ዓመት ፌክ ኣካውንት ከፊተ የጅንጅኖ እሞ ካልእ ጓል መሲልዎ ክስካዕ ሕፍረቱ ቀሪጹ ምልኣኽ ይበጽሕ ብድሕሪኡ ኣነ ምዃነይ ምስ ፈለጠ ግን ሰላም ሰላም ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩኒ ዝብል ሓንቲ ሓፍተይ ኣብ ኮሜንት ጸሓፈትለይ ዛንታ እየ ሒዘልኩም መጽኤ ኣነ ናይዛ ሓፍትና ዛንታ ኣንቢበ ምስ ወዳእኹ ከምቲ ልሙድ ሓሳበይን ምኽረይን ከካፍል ኣየ ንስኻትኩም ውን ዛንታ ሓፍትና ሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ ናብዛ ናይዛ ሓፍትና ዛንታ ከብለኩም ሰናይ ምክትታል እዛ ናይ ዝሓፍትና ዛንታ ከምዚያ ትብል ኣቤ ናተይ ከመይ ኣለኽለይ ኣነ ኩሉ ግዜ እየ ዝከታተለኪ ኣነ እውን ከምቲ ምኽረ ደልየን ዝመፃ ሓንቲ ካብእን እየ እሞ ኣነ ኣብ ስዑዲ እየ ዘለኹ። ብ ክልተ ሽሕን ዓሰርተ ሰለስተን ዓመተ ምህረት ምስ ሓደ ተላልየ፣ ንሱ እውን ካብቶም ተመዛበልቲ ሓደ እዩ። ንልዕሊ ሰለስተ ዓመት ተደዋዊልና፣ ግን ካባኸ ተፈልየ ሰብ ኣይከውንን እየ ይብለኒ። ግን ናይ መጻኢ ግን ኣየዕልለንን። ብዛዕባ መጻኢ እንተዕሊለ ዓዲ ሕማቕ እዩ ዘሎ፣ ስቕ በሊ እዩ ዝብለኒ። በቃ መወዳእትኡ ክሓድጎ መሪጸ ምኽንያቱ ግዜ መቕተሊ እምበር ትርጉም ኣይብሉን ብናይ ካልእ ኣካውንት ገይረ ፈቲነዮ ባዕለይ ጽሒፈሉ ሕፍረቱ ቀሪጹ ሰዲዱለይ በቃ ብሎክ ገይረዮ ሕጂ ብኻልእ እናደወለ የፍቅረኪ እየ ተጋግየ እየ እናበለ ሞኽ ኣቢልኒ ኣነ ግን ናቱ ፍቕሪ ወጺለ እዩ እቲ ዋና ምኽሪ ዝደለኹሉ ግን ካልእ ወዲ ከም ኣጋጣሚ ዓዲ እዩ ዘሎ ተላሊና ተፋቒርና ናብ ቁምነገር በጺሕና ይኹን እምበር ሓዳር ኔርዎ እዩ ሓደ ወሊዱ እዩ እታ ሰበይቱ ጎረባብቲ እዮም ክገርመኪ ወዱ ኣብ ገዝኡ ይውዕል ምሸት እናመጸት እያ ትወስዶ ንሱ ግን በረኻ ምስ ወጸ ከም ዝኸሓደቶ ከም ዝጸልኣ እዩ ተዛሪቡኒ ብገዛ እውን ወዲኡለ እዩ ምስ ወለዱ ምስ ኣሕዋቱ ምስ መሓዙትለ የራኸበኒ እዩ ኣብ ገዛ ምስ ወለዱ ኮይኑለ ኣብ ቅድሚ ወለዱ ምሳ እዩ ዝዕልል ዒስራን ኣርባዕተን ሰዓት እውን ምሳ እዩ ቀንዲ ግን እታ ሰበይቱ ተፍቅሮ እያ ክስካብ ሕጂ ውን ዝጀመረቶ ሂወት የብላን ንዑኡ ኣሚነ ዓዲ ከይደ ኣብ መንጎ ከይተርፍ ፈሪሐ እስከ ካባክን ካብ ተከታተልትክን ምክሪ ሸው ኣብሉለይ ኣነ ድየ ዝጋገ ዘለኩ ወይ ሓቂ እየ ዘለኩ ክቀስን ኣይከኣልኩን ውሽጠይ ይርበሽ እሱ ቅሰኒ ምእንተ ክትቀስኒ ናይ ጽባሕ ሰበይተይ ኢለ ዝከኣለኒ ገይረ ብዓዲ ወዲኤ ቤተሰበይ የራክበኪ ኣለኩ ኣብ ቅድሚ ወለደይ ምሳኺ የዋግዕ ኣለኹ እንታይ እሞ ክገብር ይብለኒ ኣሎ ኣቢየይ መን እዩ እቲ ቅኑዕ በጃኺ ከይትሓልፍኒ ተጨኒቐ ውሽጠይ ተረብሸ ኣለኹ ክከታተል እየ ሓደራ ዝብል እዩ ዛንታኣ ክብርቲ ሓፍተይ ከም ኣነ ክብለኪ ዝደሊ ኣብዚ ታሕቲ ሓቲትክዮ ዘለኺ መን እዩ ቅኑዕ ዝብልሲ ከም ኣነ ዝተረዳእኽዎ ኣብ ዛንታኺ ካብ መጀመርያ ስካዕ መወዳእታ ኣንቢበ ዝተረዳእኽዎ ከረድእኪ ቀዳማይ ብዛዕባ እዚ ቀዳማይ ኣፍቃሪኺ ንሰለስተ ዓመታት ዝኣክል ኣብ ፍቕሪ ጸኒሕኩም ብድሕሪኡ ግን ፌክ ኣካውንት ከፊትኪ ክስካዕ ምሳኺ ተጀናጂኑስ ክስካዕ ከምኡ ገይሩ ቀሪጹ ምልኣኽ እንድሕር ደኣ በጺሑ ንዓኺ ዘይጠቅም ምዃኑ የታልለኪ ከም ዝነበረ ዘይጠቅም ወዱ ምዃኑ ተረዲእኺ ኣይደልየካን ከም ዝበልክዮ ንሱ ግን ተጋግየየ ይቅርታ እናበለ ከም ዝልምነኪ ኢኺ ጽሒፍኪ ዘለኺ ብሓፈሻ ኣነ ጽቡቕ ውሳነ ወሲንኪ ቅኑዕ ውሳነ ወሲንኪ እየ ዝብለኪ መን እዩ ቅኑዕ ኢልኪ ሓቲትክዮ ንዘለኺ ከም ኣነ ዝተረዳእኽዎ ማለት እዩ ስለዚ እንድሕር ደኣ ንሱ የታልለኪ ነይሩ ብድሕሪኡ ንስኺ ፌክ ኣካውንት ከፊትኪ ክስካዕ ከምኡ ገይሩ ምቕራጽ እንድሕር ደኣ በጺሑ እሞ ንስኺ ምዃንኪ እንድሕር ደኣ ፈሊጡሲ ይቕረ ግበርለይ ኢሉ ይቕረ ኢልኪ ናብ ህይወትኪ እንድሕር ደኣ መሊስክዮ ህልኽ ሃልይዎ ብህልኽ ቀሪብኪ እቲ ትማሊ ዘታልልክዩ ክስካዕ ከምኡ ዝበጽሐሉ ምኽንያታት እናዘከረ ሕነ ክፈዲ ወይ ከዓ ክጎድኣኪ ይኽእል ነይሩ እዩ ስለዚ ቅኑዕ ውሳኔ ክወሲንኪ እየ ዝብለኪ ምኽንያቱ ሓያል ህልኽ ክህልዎ ይኽእል እዩ። ስቕ ኢሉ ብቕልል ዝበለ ዝተጃናጂኒ ክተትኸውን ነይሩ። ወይ ቅልል ዝበለ ነገር ልኢኹል ክተዝኸውን ነይሩስ እወ፣ ክስካዕ መዓረ ከምኡ ቀሪጹ ምብጻሕ ዝበጽሐሉ። ጀንጂኑኪ፣ ኣሚኑኪ፣ ኣፍቂርኪ እንድሕር ደኣ ነይሩ ግን ንዓኺ እውን ብቲ ኖርማል ኣካውንት እውን የፍቅረኪ እናበለ ንሰለስተ ዓመታት ጸኒሑ እንደገና ብፌክ ኣካውንት መዓረ ክንድኡ እንድሕር ደኣ በጺሑሲ ከም ዘታልልክዮ እንድሕር ደኣ ፈሊጡስ ኣብ መወዳእታ ናብ ህይወትክ ምስ መጸ፣ በዲልክን ኣታሊልክን ክኸይድ ይኽእል ወይ ከኣ እናበደለኪ እናሳቐየኪ ውን ክነብር ኔሩ ይኸውን እዩ። ስለዚ ቆሪጽኪ ብምውሳንኪ ቅኑዕ ውሳነ እየ ዝብለኪ። ብዛዕባ እዚ ካልኣይ ሓቲትክዮ ዘለኺ ግን ኣነ ሓደ ዘይተረደኣኒሲ ኣብዚ መጀመርያ ዛንታኺ ከንብቦ ከለኹ እቲ ኣፍቃሪኺ ክላለየኪ ከሎ እዛ ኣዶ ውላዱ፣ ሰበይቱ፣ ንሱ ናብ በረኻ ምስ ከደ ናብ ካልእ ከም ዝኸደትን ከም ዝገደፈቶን ገይሩ ከም ዝተፈላለየኪ ኢኺ ጽሒፍክዮ ዘለኺ እንደገና ትሕት ኢልኪ ጽሒፍክዮ ዘለኻ እዛ ሰበይቱ ኣዶ ውላዱ ክስካዕ ሕጂ ካልእ ህይወት ከም ዘይጀመረት ንዕኡ ከም ተፍቅሮ ውላዱ ኩሉ ግዜ ናብ ገዝኡ ሒዛ ከም ትመላለስ ምሸት ምሸት ንውላዳ ናብ ገዝኣ ከም ትወስዶ ኢኺ ጽሒፍኪ ዘለኺ ከምዚ ዝበለኪ እንድሕር ደኣ ብድሕሪኡ ናብ በረኻ ምስ ከደ ጠሊማቶሲ ንምንታይ ደኣ ክስካዕ ሕጂ ካልእ ህይወት ዘይመስረተት? ንምንታይከ ክስካዕ ሕጂ ተፍቅሮ ኣላ? ማለት ከም ተፍቅሮ እውን ትፈልጢ ኢኺ፣ ትማሊ ናብ በረኻ ምስ ወጸ ከም ዝገደፈቶ እውን ኢኺ ትፈልጢ። ስለዚሲ እዚ ወዲሲ መዓረ ክንደይ እዩ እዚ ዝተዛረበክስ ሓቅነት ዘለዎ? እንድሕር ደኣ ካልእ ህይወት መስሪታ እንድሕር ደኣ ገዲፋቶ ነይራሲ ንምንታይ ኣብዚ ሕጂ ሰዓት ካልእ ህይወት መስሪታ ዘይምሃለወት? ንምንታይከ ክስካዕ ሕጂ ተፍቅሮ ኣላ? ማለት ኣነ ብጣዕሚ ዝገረመኒ ነገር ንሱ እዩ። ከምዚ በዝሒ ዛንታ ትሰምዕዮ ዘለኺ ኣብ ዩቱብ ጥራሕ ዘይኮነስ ዋላ ኣብ ኣብ ሓቀኛ ህይወትሲ ብዙሕ ነገር ትሰምዒ ትኾኒ ኢኺ። ስለዝስ ብሓቂ ድያ በዲላቶ ዋላስ ስለ ዝወለደትሉ ገንዘብ ስለ ዘይብላ ምስኡ ስለ ዘላ ድላዩ ስለ ዝረኸበ ወይ ከዓ ምስ ወለዱ ዝኾነ ቅሬታታት ስለ ዝፈጠረት ምኽንያታት ኣጸባቢቑ ምኽንያታት ደራዲሩ ድዩ ክፍለያ ስለ ዝደለየ ተፈልይዋ ክስካዕ ምሳኺ ብዓዲ ምውዳእ ክስካዕ ምሳኺ ተጀናጅኑ ክስካዕ ኣብ ዘለኹምዎ ደረጃ ክስካዕ ምብጻሕ በጺሑ ዘሎ ኣብ ቅድሚ ወለዱ ክደዋወለኪ ይኽእል ብዓዱ ክውደእልኪ ይኽእል ምስ ኣሕዋቱ ክላለየኪ ይኽእል ብዓይኒ ሓቂ ኣፍቂርኪ ደልዩኪ ብሓቂ ቀሪብኪ ማለት ካብ ጥቕሚ ካብ ዝኾነ ነገር ነጻ ኮይኑ ቀሪብኪ ትርጉም ብዓዲ ምውዳእ ተረዲእዎ እቶም ወለዱ እውን ተረዲእዎም ብዓዱ ክውደእልኪ ይኽእል ምስ ኣሕዋቱ፣ ምስ መሓዙቱ፣ ምስ ቤተሰቡ እውን ከራኽበኪ ይኽእል፣ ኣብ ቅድሚኦም እውን ክዕለኪ ይኽእል። ነገር ግን ኩሉ ብዓዲ ዝውድእሲ በቃ ትርጉም ብዓዲ ምውዳእ ተረዲእዎ ካብ ጥቕሚ ካብ ዝኾነ ነገር ነፃ ኮይኑ ኣፍቂሩክን መሪፁክን ጥራሕ ብዓዲ ይውድእ ማለት ኣይኮነን። እንድሕር ደኣ ንሳ ኣብ ዓዳ ሃልያ እሞ ገንዘብ ዘይብላ ስራሕ ዘይብላ ኮይና ንሱ እውን ስራሕ ዘይብሉ ገንዘብ ዘይብሉ እንድሕር ደኣ ኮይኑ ንስኺ ካብ ስደት ምስ ተመለስኪ ስራሕ ከፊትኩም ህይወት ንክትምስርቱ ካባኺ ዝፅበ እንድሕር ደኣ ኮይኑ ክትሰግኢ እዩ ዘለኪ። ወላ እዞም ወለዱ ባዕሎምሲ ኩሎም ወለዲ ቃል ኪዳንን ፍቕርን የቐድሙ ማለት ኣይኮነን ብፍላይ ኣብዚ ሕጂ ሰዓት። ሃፍታም እያ ኣለዋ እዩ ኣብ ገዝኣ ክነብር ሓዳር ክገብር ኣብ ስደት ንስኺ ሓሙሽተ ዓመት ክትገብሪ ትኽእሊ ዓሰርተ ዓመት ክትገብሪ ትኽእሊ ኣብ ባንክኺ ዘሎ ገንዘብ ዶሞ ወስኪ ኩሉ ነገርኪ ዓቅምኺ ንስኺ ጥራሕ ክትፈልጢ እየ ትኽእል እምበር ብማዕዶ ዘሎ ሰብ ኣይኮነን ዶ ዓመታት ተቁፂርክሲ በቃ ኣብ ስደት ብምህላውኩ ንባዕሉ ኣለዋ ኢኺ ትበሃሊ ስለዚ ኣለዋ እዩ በቃ መፅያ ክተናብረኒ ትኽእል እያ እንድሕር ደኣ ኢልዎም ይደልያ እየ እንድሕር ደኣ ኢልዎምሲ ወለድስ ኩሉ ድሌታቱ ከማልእሉ ዝኽእሉ ምዃኖም ኣብ ቅድሚኦም እናዕለለኪ ደስታ ዝስምዖም ምዃኑ ኣብ ግምት ክተእትውዮ ኣለኪ ስለዚ ኣነ ሓደ ብጣዕሚ ዝገረመኒ ነገር ንምንታይ ሓዳር ዘይገበረት ንምንታይ ከ እንድሕር ደኣ ጠሊማቶ ሲ ንምንታይ ከ ክስካዕ ሕጂ ተፍቅሮ ኣላ ውላዱ ናብ ገዝኡ እናመላለሰት ክስካዕ ሕጂ ኣላ ስለዚ እዞም ወለዱ ንባዕሉ ሲ ሓቀኛታት እንተትኾኑ ምስ ኣዶ ውላድካ ምስ በዓልቲ ቃል ኪዳንካ ተዓረቕ ኢሎም ጸገም እንድሕር ሃልይዎም ጸገሞም ፈቲሖም ኣረዳዲኦም ከምዚ ሽማግለ ኣብ ዓድና ዓበይቲ ወለዲ ዝገብርዎ ከምኡ ገይሮም ኣተዓራሪቖም ውላዱ ኩሉ ግዜ ናብ ገዝኡ እናመላለሰት ምሸት ምሸት ካብ ገዝኡ ካብ ትወስድሲ ንምንታይ ዓሪቆም ምስ ኣዶ ውላድካ ኮይንካ ኩሉ ጸገማትኩም በቃ እናቀረፍኩም ዕበዩ ዘይብልዎም ንምንታይ ሓዳርኩም ግበሩ ዘይበልዎ እንድሕር ደኣ እሳ በዲላቶ እንድሕር ሓዳር ጌራ ግዴታ እዩ ምስ ወዶም ጠጠው ክብሉ ወዶም ዝደለዮ ነገር ክገብሩ እንድሕር ደኣ ንሳ ገንዘብ ስለ ዘይብላ ስለ ዝወለደትሉ ድላዩ ስለ ዝረኸበ ስለ ዝነዓቃ ንስኺ ግን ስለ ዘይወለደልኪ ስለ ዘይረኸበኪ ገንዘብ ስለ ዘለኪ ጥራሕ ንዓኺ እንድሕር መሪጽኪ ግን ጽባሕ ንጎ ምስ ረኸበኪ እቲ ሕጂ ዘሎ ገንዘብኪ ምስ ጎደለ ንሳ ካልእ ሂወት ክትምስርት ክትጅምር ክትብል ከላ እቲ ዝነበረ ጽባቐኣ እቲ ትገብረሉ ዝነበረት እቲ ሎሚ ዘይተረድኦ ጽቡቕ ነገራ ፍቕራ ኩሉ ነገራ ተረዲእዎ ቀኒኡ ናብኣ ክምለስ ክኸይድ ይኽእል እዩ። ሕጂ ንዕኡ ስለ ተፍቅር ካልእ ሂወት ስለ ዘይመስረተት ንዒቕዋ ክኸውን ይኽእል። ጽባሕ ንግሆ ግን ንዓኺ እውን ናብ ኢዱ ምስ ኣእተወኪ፣ ድላዩ ምስ ረኸበ፣ ገንዘብኪ ምስ ጎደለ፣ ጽባሕ ንግሆ ናብኣ ተመሊሱ ኣብ ሞንጎ ከም ዘየትርፈኪ፣ ንዓኺ እውን ከምቲ ንዓኣ ተቐይሩዋን ጠሊሙዋን ዘሎ ምስ ወለዲ ኮይኑ፣ ጽባሕ ንግሆ ከኣ ኣብ ልዕሌኺ ከም ዘይደግሞ ብኸመይ ርግጸኛ ኢኺ? እዚ ኩሉ ኣረጋጊጽኪ፣ ፈቲንኪ፣ መዚንኪ፣ ብዝተፈላለየ ጋጣሚታት ከይፈተንክዮ ከለኽሲ ንሳ ውን ብፍላይ እዛ ሰበይቱ ሓዳር ከይመሰረተት ከላስ ተቀዳዲምኪ ንዕኡ ኣሚንኪ ዓዲ ከይድኪ ሓዳር እንተዘይትምስርቲ እየ ዝብለኪ ክብርቲ ሓፍተይ ብዝተረፈ ካልኦት ውን ከማኽርኹሞ ክትጥቀምሉ ተስፋ ይገብር ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ